ናይ ፍልሰታ ሚስጥር ኣብ ወርሒ ነሓሰ በረከት ዝንፀባረቐሉ ጾመ ፍልሰታ መፀ እቲ ብርሃን ዝብሰረሉ ሃዋርያት ተኣኪቦም ስዋኤ ዝገበርሉ ናይ እመቤትና ትንሣኤን ዕርገትን ክሪኡ ዝተመነየሉ እወ ሞት ዘደንቕ እዩ ንኹሉ መዋቲ ኢሉ ቅዱስ ያሬድ ማሌታይ ዝመስከረሉ ካብ መቓብር ተንሲኣ ናብ ሰማያት ዝዓረገት ብዓብዪ ክብሪ ብመላእኽቲ ዝተሰነየት ኣበው ዘረከቡና ናይ እምነት ኣሰር ዓራት መንጸፎም ገዲፎም ኣብ መሬት ዘሐድር ብጥሜት ብጻምእ ብስግደት ብጸሎት ብኣማላድነት ዝተማሕጸኑ ንወዳ ምሕረት ጾምሲ ጥራሕ ልምዲ ኣይኮነን ንዓና ካብ ቂምን ካብ ጽልእን ዘንጽህ ልቦናና ካብ ሓደ ነሓሰ ክስካብ'ቲ ናይ ዕለታ ዕርገት ብተስፋ ንጽበዮ ናይ በረከት ሰዓት እግዚኣብሔር የርእየና ንፍጻመ ሰላም ኣሜን ይኹን ረድኤት ድንግል ማርያም ኣሜን ኣይፈለየና ረድኤት ድንግል ማርያም እንኳዕ ናብ ጾመ ፍልሰታ ኣዴና ቅድስቲ ድንግል ማርያም ሰላም ኣብጽሐኩም ኣብጽሐና ሰላም ክርስቶስ ምስ ኩላትና ህዝቢ ክርስትያን ይኹን ቤተሰብ ማይነትዩብ ከመይ ቀኒኹም እምበኣር ገስ ሕዚ ዘለናዮ ናይ መጨረሻ ናይ ክልተ ሽሕን ዓሰርተ ሸሞንተን ወርሓት ወርሒ ነሓሰ ናብ ሓድሽ ዓመት እንሰጋገረሉ ወርሓት እዩ ዘለሞ ብሩኽ ባሕቲ ከምኡ ድማ ጾመ ፍልሰታ ዓድና ቅድስት ድንግል ማርያም ዕርገት እንዝክረሉ ሃዋርያት ዝጾምሉ ንሕና እውን በረከት ንምክፋል እንጾመሉ ካብቶም ሸውዓተ ዓበይቲ ናይ ቤተ ክርስትያንና ኣጽዋማት ሓደ እዩ እሞ ናይ ሰላም ናይ ፍቕሪ ጾም ይግበረና ሓጢኣትና ዝድምስስ በረከት እውን እንረኽበሉ ይግበረና። እምበኣርከስ ካብ ሎሚ ዓርቢ እዩ ዕለት ሓደ ነሓሰ ክስካብ ዓሰርተ ሓሙሽተ ነሓሰ ቅድሚ ዓሰርተ ሽዱሽተ ድማ ዓሸንዳ ወይ ከዓ ዕርገት ኣዴና ቅድስት ድንግል ማርያም እናተባሃለ ዝፅዋዕ እዩሞ ክልተ ሰሙን ስዋዕ እዚ ድማ ብፆም ተፀሚድና ንእግዚኣብሔር ኣምላኽ ምሕረት እንልምነሉ ናይ ኣዴና ቅድስት ድንግል ማርያም በረከት ክንካፈል እዩ ዝኸውን ዘሎ እሞ ጾመ ፍልሰታ ማለት እንታይ ማለት እዩ እስኪ ካብ ዘንበብክዎ ከቕርበልኩም እየ ብሕጽር ዝበለ መንገዲ ጾመ ፍልሰታ ማለት ናይ ኣዴና ቅድስት ድንግል ማርያም ዕረፍታን ትንሳኤያን ዕርገታን እንዝክረሉ ግዜ እዩ። ኣዴና ቅድስት ድንግል ማርያም ኣብ ዝተፈላለየ ግዜያት ሞታን ትንሳኤያን ንሃዋርያት ዝተገለጸትሉ ሚስጥር ካብ ሓደ መዓልቲ ነሓሰ ክስካብ ዓሰርተ ሓሙሽተ ነሓሰ ዘሎ መዓልትታት ምእመናን ብጾምን ብጸሎትን ተወሲኖም ናይ ወዳ ምሕረት ናታ ኣማላድነት ይምሕጸኑ ይልምኑ እዮም። ናይቲ ሱባኤ ጊዘ ምስ ተፈጸመ ኣዴና ቅድስት ድንግል ማርያም ብሓቂ ተንሲኣ እያ ኢሎም ብሓጎስ ነቲ ናይ ጾም ጊዘ ይውድእዎ። ሞታ ኣዝዩ ዘደንቕ ምዃኑ ቅዱስ ያሬድ

ሞት ንኹሉ ወዲ ሰብ ይግብኦ እዩ፣ ናይ ኣዴና ቅድስት ድንግል ማርያም ሞት ግን ኣዝዩ ዘደንቕን ዘገርምን እዩ ክብል ገሊጽዎ እዩ። ኣዴና ቅድስት ድንግል ማርያም ኣብዚ ምድሪ ምስ ስድራቤታ ዝነበረትሉ ሰለስተ ዓመት እንትኸውን ዓሰርተ ክልተ ዓመት ድማ ኣብ ቤተ መቕደስ ትሽዓንተ ወርሕን ሓሙሽተ መዓልትን ጎይታ ካብ ትጠንሶ ጀሚራ ሰላሳን ሰለስተን ዓመትን ሰለስተ ወርሕን ምስ ፍቕሪ ወዳ ተቐመጠት። ዓሰርተ ሓሙሽተ ዓመት ድማ ኣብ ቤት ዮሃንስ ወንጌላዊ ድሕሪ ምንባራ ኣብ ሲሳን ኣርባዕተን ዓመታ ብዕለት ዕስራን ሓደን ጥሪ ኣብ ከባቢ ኣርባዕተ ትሽዓተ ዓመተ ምህረት ብኽብሪ ዓሪፋ እያ። ክልተ ሽሕ ዓሰርተ ሸሞንተ ኣብዚ ሕዚ ሒዝናዮ ዘለና ነሓሰ ዕለት ዓሰርተ ሽዱሽተ ድማ ቀዳም መዓልቲ ይውዕል። ዕርገት ኣዴና ቅድስት ድንግል ማርያም ወይ ከዓ ኣሸንዳ ማለት እዩ። ፍልሰታ ማለት ካብ ትርጉሙ ክንቕፅል እንከለና ፍልሰታ ፈለሰ ካብ ዝብል ናይ ግእዝ ግሲ ዝተረኸበ ኮይኑ ብናይ ሊቃውንቲ ትርጉም ሙማት ምፍላይ ምዕራግ ካብ ምድሪ ናብ ሰማይ ካብ መቃብር ምትንሳእ

ታሪኹ ካብ ባሕሪ ብጭልፋ ክንሪኦ ከለና ቅዱሳን ሃዋርያት ንትንሳኤኺ ቅዱስ ቶማስ ርእዩ ንሕና ንምንታይ ይይተርፈና ኢሎም ባሕቲ ነሓሰ ሱባኤ ኣተዉ ኣብ መበል ዓሰርተ ሓሙሽተ መዓልቲ ክልተ ሱባኤ ድሕሪ ምፍጻሞም ጎይታና መድኃኒና ኢየሱስ ክርስቶስ ንዝለመንዎ ልመና ተቐቢሉ ንኣዴና ቅድስቲ ድንግል ማርያም መንበር ገይሩ ንቅዱስ ጴጥሮስ

ብጽኑዕ ንዝደልይዎን ኣኺሉ ተሪፉን ዝወሃብ ጸጋን በረከትን እግዚኣብሔር ንምርካብ ሓወርያት ንዝረእይዎ ዘደንቕ ምስጢር ትንሣኤን ዕርገትን ንናይ ኣዴና ቅድስት ድንግል ማርያም ንምርኣይ ካብ ናይ ቅዱሳን ሓዋርያት በረከት ንምስታፍ ጎይታና መድኃኒና ኢየሱስ ክርስቶስ ደቂቅየ ደቀየ ይብሎም ዝነበሩ ሓዋርያት ኣብነት ብምግባር ህፃናት፣ መናእሰያት፣ ኣረጋውያን፣ ኣቦታት፣ ኣዴታት ምምፃእ ጾመ ፍልሰታ ብተስፋ እናተጸበዩ በብዓመቱ ብጾምን ብጸሎትን ብምህለላን ብስግደትን የሕልፍዎ እዮም። ብዙሓት ኣብዚ እዋን መዘከርታ ትንሳኤኣን ዓርገታን ናይ ኣዴና ቅድስት ድንግል ማርያም ጾመ ፍልሰታ ብዙሓት ሰባት ካብ ቤቶም ተፈልዮም ብሱባኤ ተወሲኖም ዓራቶም መንጸፎም ገዲፎም ኣብ መሬት ብምድቃስ ጥራምረ ማይን ጥረን ጥራሕ እንዳጠዓሙ ብጾምን ብጸሎትን ብምትጋህ ብዓብዩ ተጋድሎ ብምጽዋም በረከት ረድኤትን ይረኽቡ። እዛ ጾመ ፍልሰታ ሃዋርያት ዝጸይሞምዋ ናይ ልቦም ሓሳብ ልመንኦም ዝረከብሉ ዘስመርሉ ጾም እዩ። ጾሙ ድማ ሃዋርያት ክልተ ግዘ ጸይሞምዎ እዮም። መጀመርያ ብ ኣርባዓይ ትሽዓንተይ ዓመተ ምህረት ከባቢ ናይ ኣዴና ቅድስቲ ድንግል ማርያም ቅዱስ ስግኣ ተቐቢሎም እንተዕርፍዎ እዩ። ካልኣይ ድማ ብ ሓምሳ ዓመተ ምህረት ከባቢ ናይ ኣዴና ቅድስቲ ድንግል ማርያም ዕርገት ንምፍላጥ ዝጾምዎ ጾም እዩ። ክልቲኡ ግዘ ፀይሞም ድማ ዝተመነይዎ ረኺቦም እዮም ሓወርያት። እዙይ መልዐሊ ብምግባር ድማ ብዙሓት ካህናት ምእመናን ንፀገሞም መፍትሒ ምስጢር ዝኾኖም ጉዳያት መብርሂ ንምርካብ መብራህሪ ንምርካብ ብጠቕላላ ንህይወቶም ሕቶኦም መልሲ ንምርካብ ይፀሙ እዮም። ፀይሞም መልሲ ዝረኽቡ ድማ ብጣዕሚ ብዙሓት ኣቦታት ኣዴታት እዮም። ዝኾነ ይኹን ናይ ፆም ነገር ዋላ እኳ ናይ ኣዋጅ ፆም ይኹን እምበር ክንፀውም እንተለና ናይ ግላዊ ዝኾነ ዕላማ ክህልወና ይግባእ። መብዛሕቲኤና ግን ናይ ኣዋጅ ጾም ስለ ዝኾነ ጥራሕ ብልምዲ ኢና ንጾሞ ግና ከምኡ ጥራሕ ክኸውን ኣይግባእን። ናይ ኣዴና ቅድስት ድንግል ማርያም ጾም ክንጸውም እንከለና ዝተለመደ ናይ ሕይወትና ሕቶ መልሲ ንምርካብ ብናይ ናትና ዕላማ ምጽዋም ልምዲ ክህልወና ይግባእ። ጻዕዳ ክዳን ተኸዲና ናብ ቤተ ክርስቲያን ምምላስ ጽቡቅ ኮይኑ ግና ዕላምኡ ክንፈልጦ ይግባእ። ሰባት ይገብሩ እዮም ኢልና ብልምዲ ምምልላስ ተዘይኮነ ልቦናና ካብ ቂም በቀል ኣንጺህና ካብ ዝሙት ርክሰት ረቂሒቅና ናብ ቤት እግዚኣብሔር ክንመላለስ ከለና ጾምና ዋጋ ኣለዎ። ካብ ክፉእ ሕማቕ ስራሕ ካብ ምስራሕ ክንርሕቕ ይግባእ። ኣብ ሰሙነ ፍልሰታ ኣብ ቅድስቲ ቤተ ክርስቲያን ኦርቶዶክሳዊት ተዋህዶ ዘሎ ኩነታት ኩሉ ምእመናን ዓብዩ ኮነ ንኡስ ህፃን ኮነ ኣረጋዊ ዘርእዮ ሃይማኖታዊ መንፈሳውን ተግባራት ንኣዴና ቅድስት ድንግል ማርያም ዘለዎም ጽኑዕን ዓሚቑን ፍቕሪ ዘረጋግጽ ሰሙን እዩ። እምበኣርከስ እዚ ሰሙን እዚ ብልመና ጥራሕ ዘይኮነሲ ምስገና ነዴና ቅድስት ድንግል ማርያም እነመስግነሉ ሰሙን እዩ። ኣዴና ቅድስት ድንግል ማርያም መመኪሒትና ምልእተ ጸጋ ርህረተ ህልና መራሒት መንግስተ ሰማያት ከምኡ ድማ ተስፋ ናይ ድኹማንን ኣብነት ቅድስናን ኢኹሞ ጸሎተ በረከትኪ ኣብ ኩላትና ህዝበ ክርስቲያን ይኹን ጣዕመ ፍቕራ ኣብ ልብና ይሕደር እግዚኣብሔር ኣምላኽ ጾምና ናይ ሰላም ናይ ፍቕሪ ጾም ይግበረና ዝነጥበን ዝጎደልን ብኣፈ ትጉሃን መላእክቲ ይተኣረመለይ ወስብሃት ለእግዚኣብሔር